ጠሪጣ ዝተተሓንከለይ በዓልካይ ኮንካ እንድኻ ገበን ሰሪሐ ከምዚ ፈፂመ ከምዚ ፈፂመ ባዕለይ ናብ ሕጊ ኢደይ ክህብኒ እኒ ኢልካ ድመፀኻ ዋ ኣታ ለው ምስ ሌን ሰምዐ ብናይ ዋ ሕጂ ንፋትሐካ ከይመስለካ ብደንቢ ጌርካ እቲ ዝገበርካዮ ነገር ብዝርዝር ክተረደኒ ኢኻ ባች ሞ ተጋጊየ ክጋጊ ይኽእል እዩ ድያ ወይለይ ያው እሺ ኣይቱ ግዜ ይልንርንና ክዝልልን ሓሳብ ከም ተፈላለየ ፍሉጥ እዩ መቸስ
ዳሕና ዋልኡስ መን በጊዕ መን ተኹላ ሕዚ ንርኢና እ ዝርዝር ረቢልኻ እቲ ዝፈጸምካዮ ገበን እቲ ዘን ጥዑያት ድዱዓት ለውጸልካ ስነ ምግባርካ ሒዝካዮ ዝመጻኻ ገበን ኢደይ ክህበሉ እየ ዝበልካዮ ብዚኣ ብዝርዝር ትናገር ኣለይበለዚያ ኣብዚኣ ክንሓድር ኢና ሰሚዕኻ ኣለኻ ክደግሞ እየ ኣብዚኣ ክንሓድር ኢና ክስልሶ ኣይተደለን
እሞ ብዙሕ ልካብድ ነገር ለኩ የገበርኩ ያው ለዩላይ ካብድ እኮ በቃ ያው ምንም የገበርኩ ዋ ዋ
ዋ መሕመም

ክተምህረና ኢኻ ንጥቀመሉ ኢና ብመኸተ ገበን ግን ድማ ምንም ኣይተረደእንን ብትግርኛ ግለፁ ቃርያ ጥፊ ጎመን ጥፊ ዓይንዓተር ጥፊ ምንም ምንም እንታይ ማለት እዩ እዚ ብትግርኛ ጥቕልል ኣብልኻ ዝውቅዕልታት ዝበፅሖ ሰብ እንታይ ኮይኑ መቸም ኢድኻ እትካሉ ኣይዶኖ እንታይ ኮይኑ ብግልፂ ተናገር ያው ምንም የኾነ እኮ በቃ ንእሽተይ ደም ፍስስ ኢላቶ ሓደ ክልተ ጀሪካን ልኾን ካብኡ በቃ ፍሕርፍሕር ኣቢልና ቅር ኣቢልና በቃ ፅሊ ፅሊ ኣቢልና መሰስ ኢልና
እንታይ ሰብ ቀቲልካ ኢኻ መፂኻ ዘለኻ ብፍፁም ኣይክትመሓርን ክሕዘካ እየ ኣብ ሕጊ እውን ከቕርበካ እየ ክንፀባፀብ ኢና ክንፀባፀብ እሞ ከዚ ጸብጻብ ትብሎ ኣለኻስ እንደ እየ ክኸፍል እንደ ክፍረደኒ ማለት እዩ።
ብመሰረት እቲ መቕጽዒ ገበን ሕጊ ናይ ሰብ ህይወት ዘጥፍአ ሽንኳን ናይ ሰብ ህይወት ዘጥፍአ ናይ ሰብ ሞራል ዝነኸ ሽንኳን ናይ ሰብ ሞራል ዝነኸ ንሰብ ብጉራዕ ዓይኑ ዝጠመተ ሞት እዩ ዝብል እወ ኣነ የውፃኹዎ ንቲ ሕጊ ንዓይ ኮም ኢልካ ይትረኣየኒ ሞት እያ ትብል ዘላ እወ ዎ ሞት ወይለ ኣነ ልወልኩ ቆልዓስ ክትቐትሉኒ ከመይ ኢሉካ ከኽእለኩም ምስ ኣፍረይ ምስ ህዝበይ ምስ ገንዘበይ ምስ ኹላሙለይ ላብ ቀብሪ ዋይ ሰብ ቀቲልካ መጺኻስ ሞት ክትፈርሕ ቦጭባጭ ዋ
ዋ ሓጎስ ዶ ሰብ እያ ወይለይ ሰብ እያ ቀቲልካ ሓጎስ ዶ ሰብ እያ ዋያ ሓጉሻ ተንኮል ቀዳማይ ቀዳማይ ዋይ ምራእኸዮ የ በስመ ኣም ለይሰብ ዋ ሓጎስ ዚኻልበልኻ
እወ ሓጎስ ወየ ሓጎስ ትበትካኽ ትርጉም እ ትጠንኮለኛ ዋይ ህመይቲ ከኸቢልና ነረ እዚ እኮ ቃዚ ፖሊስ ጣያ መውዕሊኡ መሕደሪ እኮ ገሪሙ ነይሩ ተንኮል ኣቤት ተንኮል ፍሑስ ዝኾነ ተንኮል ለይውዳእ ተንኮል እኒኦዎ ይብለካ ኣለኹ

ኣታ ንስኻ እኮ ዓዲ ብዓዲ ትደልዩ ዝነበረት ፍሑስ ፍሑስ ተንኮለኛ ተደልዩ ተኣልሹ ዘይርከብ ኣታ ናይ ህንደይ ሰብ ሂወት ድዮም መሳቂሉ ላዕሊ ተበልኻዮ ታሕቲ ታሕቲ ተበልኻዮ ጎኒ ፀጋም ተበልኻዮ የማን የማን ተበልኻዮ ፀጋም ዝኾነ ሕልኩስ ፍጥረት ኮይኑ ይርታ ኣታ እሞ ህንደይ ዘይረገሞ ህንደይ ዘይረገሞ ካብ ናይ መርገም መዛግብቲ ኣብ ኢዱ ሪከርድ ካብ መሓዝኩ ኢኻ ድሒንካ ዘለኻ ኽርትም ይበል ይሙት ጀግና እንዳም ጀግና ከምዚ ንዓዲ ንሕብረተሰብ ብተንኮሉ ልፍሕ ሰብ ተፋሒሱ ክሞታ እዩ ያው ሞይትዋ ኣሎ ዋ ዋ ዝሮ ዝሮ ግን ሰውዩ እሞ ቆሎ ሒዝና ምኻድና ይቐረናዋ መዓዝ ይልባ ኣሎ ቀብሪ ገለ ሰሚዕኻ ነርካ ዶ መዓዝ እዩ እስቲ

ኣይ በቃ እሞ ናጋ ንኸድ እሞ ካብኡ ቆደና ሒዝና ገለ ሒዝና ሰብ ኸኒኡ ወደልኻዮ ኢኻ ልፎትዮ ሰብ ልግደሽ ኣለዋ ኸላእ ንኸዶ እሞ ንሕና ካብ ኣውፅኢና ንጥዑይ ጥዑይ ንቐቕረስቲ ትመትኻኽ ኣይ ዓለም ጨከን ባዕሉ ባዕሉ ኣብ ኢዱ ፈሪዱ ኣይ በቃ እሞ ናጋ ንጎሆ ንጋነ እዚኣ ግን ኣብ መንጎባየይ ኣባኻ እያ

ኽላእ ኣብቲ ቀብሪ እውን ማንም ብዙሕ ዝመፅለለ ኣይመስለኒ እንስሳ ሞይቱ ዶ ክቐበር ንመፅእ ሰብ ዶ እኒኤልካዮዋ ኣያ ሓጎስ ያያያያይ ባዕልኻ ባዕልኻ ባዕልኻ ፈሪድ በቃ እሞ ከደስኻለ ኣይ እዚ ክትብል ኢኻ መፂኻ ምስ ስለ ጥዑይ ዘለካ ነገር መሲልኒ እዩ እምበይ ከይርእካ ኽድ ሕመድ
ወይ ዝያዳ ኸንኸ ቀማ ንመኸዲ መሲሉ ነቃት እሰሪኻ ገለ ምስ በልኩምኒ ከመይ ደኣ መሰለ ጭንቀት ሒዝኒ ይመስለካ ብቻ በቃ እዚኣቶ ኮይናማ ናይ ጋሞ ንገነቃኡ በልኻ